ሰላም ከመይ ኣለኹም ኩልኹም ተኸታተልቲ ናይዚ ቻነል እዚ ምሳኹም ዘለኹ ኣቤል እየ ሎማዓንቲ ከዓ ንኹሉና ከዕብየናን ከነቓሓሕና ንኽእል እዩ ዝበልኩ ኣርእስቲ ሒዘልኩም መፅእ ኣለኹ ክሳዕ መጨረሻ ምሳይ ፅንሑ ናይ ሎማዓንቲ ኣርእስትና ከምቲ ኣብ ርእስቲ ኣብቲ ኣርእስቲ ዝረኣኹሞ ብዛዕባ እዛ ተኣምረኛ ካርድ እያ ክትከውን። ምናልባት ማጂክ ከይመስለኩም ማጂክ ኣይኮነን እዚ እዚ ሎጂክ እዩ። ቅድሚ ብዛዕባ እዛ ካርድ እዚኣ ምዝራበይ ሓንቲ ስቶሪ ክነግረኩም። እዛ ስቶሪ እዚኣ ብዛዕባ ናይ ናፖሊን ሂል እያ። ምናልባት ናፖሊን ሂል ብዛሕትኹም ትፈልጥዎ ክትኾኑ ኢኹም፣ ድሕሪ ትፈልጥዎ ግን ብዛዕባ ቲንክ ኤንድ ግሮ ሪች ዝብል መፅሓፍ ዝፀሓፈ እዚኣ መፅሓፍ እዚኣ ድሕሪ ኣንቢብኩማ ወይ ከዓ ቲንክ ኤንድ ግሮው ዝብል መፅሓፍ ድሕሪ ኣንቢብኩም ኮንኩም ፀሓፊኣ ናፖሊን ሂል ብዛዕባኡ እየ ዝዛረብ ኣለኹ ናፖሊን ሂል ኣብ 1900 ዓመተ ምህረት ኣካባቢ ሓደ ካብቶም ሜንተር ናቱ ኣንዱ ካርኒጌ ዝበሃል ሓንቲ ካርድ ሂብዎ ነይሩ እታ ካርድ እንታይ እያ ትብል ነይራ መጀመርያ ንሓሙሽተ መዓልቲ ኣብ ገዝኡ ወሲዱ ሜንተር ወይ ከዓ እቲ ናይ ህይወት ትምህርቲ ብምሉእ ፅቡቅ ገይሩ ምስ ምሃሮ ድልው ዲኻ ሕጂ ነዚ ናይ ህይወት ትምህርቲ ኣትሊስት ንዝመፅእ ዕስራ ዓመታት ከተፅንዖ እሞ ከዓ ናብ ካልኦት ከተመሓላልፎ ድልው ዲኻ ኢሉ ምስ ሓቶ እወ ምስ በሎ ኦኬ እምበኣ እሞ እዛ ካርድ እዚኣ ንጎ ክትስእ ከለኻ ምሸት ከዓ ክትድቅስ ከለኻ ደጋጊምካ ኣንብባ ብፍላይ ከዓ ተስፋ ኣብ ምቁራፅ ናይ ምቁራፅ ስምዒት ኣብ ዝስማዓካ ግዜ እዛ ካርድ እዚኣ ኣውፂእኻ ኣንብባ ኢልዎ እታ ካርድ እንታይ እያ ትብል ነይራ መሲልኩም ኣንዱ ካርኒጌ ነዚ እስኻ በፂሕኻዮ ዘለኻ ደረጃ ኣነ ክበፅሖ እየ ጥራይ ዘይኮነ ኣብ መጨረሽኡ ከዓ ሓሊፈካ ክኸይድ እየ እያ ትብል ነይራ ናፖሊዮን ሂል እዚኣ ምስ ሰምዐ ነቲ ሒዝዎ ዝነበረ ፒሮ ደርብዎ ምክንያቱ ኣብቲ እዋን እቲ ሓደ ድኻ ጋዜጠኛ እዩ ነይሩ ናፖሊን ሂል እሞ ከዓ ንሓደ ኣብቲ እዋን እቲ ቢልዮነር ዝነበረ ሰብኣይ ሓሊፈካ ከይደ ይብሎ ዘሎ እዚ ክቕበሎ ስለ ዘይከኣለ እዚ ፍፁም ክኸውን ኣይክእልን ኢልዎ ብድሕሪኡ ኣንዱ ካርኒገ እወ ክኸውን ኣይክእልን እዩ ክኾነሉ ዘይክእል ምክንያት ከዓ ኣይከውን ኢልካ ስለ ዝኣመንካ እዩ ኢልዎ ብድሕሪ እዚ ግን ሓንቲ ቃል እተወለይ ንግሆ ክትስእ ከለኻ ምሸት ክድቅስ ከለኻ ደጋጊምካ ኣንብባ ኢሎ ኦኬ ሓራ ኢሉ ነታ ካርድ ሒዝዋ ከይዱ ፈሪሑ ከንብባ ፈሪሑ ብጣዕሚ ብፍላይ ከዓ ሓዉ ከይሰምዑ ብጣዕሚ ፈሪሑ ሽዑ ኣብ ሸቓቓት እዩ ነታ ካርድ ኣውፅኡ ቀስ ኢሉ ኣንቢብዋ ደሓር ንግሆ ክትስእ ከሎ ምሸት ክድቅስ ከሎ እንዳደጋገመ እንዳደጋገመ ከንብባ ምስ ጀመረ ድሕሪ ወርሒ ከባቢ ኣቢሉ ዝኸውን ዋይ ናት ክብል ጀሚሩ ንምንታይ ኣይከውንን ግን ንምንታይ ኣይፈሪሐ ንምንታይ ኣይከውን እሱ ሰብ እዩ ኣነ ሰብ እሱ ገይርዎ ኣሎ ኣነ ክገብሮ ዘይክእለሉ ምክንያት እንታይ እዩ ስለዚ ክገብሮ ይኽእል ኢሉ ክኣምን ጀሚሩ ማለት እዩ ርኢኹሞ ንግሆን ምሸትን ደጋጊሙ ከንብቦ ምስ ጀመረ ንኣእምሮ ደጋጊሙ ምስ ነገሮ ክኣምኖ ጀሚሩ ማለት እዩ ናፖሊን ሂል እንታይ ዝብል ጠቕሱ ኣለዎ መሲልኩም ኣእምሮና ዝኾነ ነገር ኣብ ኣእምሮና እንድሕር ኣሚናዮ ክንገብሮ ኣይፅግመናን እዩ እቲ ቀንዲ ነገር ክንኣምኖ ክንክእል እዩ። ደጋጊምና ንነግሮ ንኣእምሮና ድሓር ደጋጊምና ምስ ነገርናዮ ከዓ ንኣምኖ ምስ ኣመናዮ ክንገብሮ ኣይፅግመናን እዩ ስለዚ እዛ ናይ ሎማዓንቲ ተኣምረኛ ካርድ ዝበልኩኹም እዛ ቪዥን ካርድ ትብል እያ እዛ ቪዥን ካርድ ዝኾነ ሰብ ኣብ ጅቡኡ ሒዝዋ ክኸይድ ዝግባእ ካርድ እያ ንኣብነት ኣነ ክልተ ቪዥን ካርድ ኣለዋኒ እዛ ሓንቲ ናይ ቶታሊ ቪዥን ካርድ እያ ኣብ ሙሉእ ሂወተይ ክበፅሖ ዝደሊ ኣብዚኣ ካርድ እዚኣ ኣላ እዚኣ ከዓ ናይ 221 ናይዛ ዓመት እዚ ክበፅሖ ዝደሊ ከዓ ኣብዛ ካርድ ኣላ ኣብ 219 ዝከረኒ ኣርባዕተ ኣብታ ዓመት እቲኣ ክበፅሐን ዝደለኹ ነገራት ነይረን ኣርባዕተ እየን ኣብ ወረቐት ፅሒፈን ንጎን ምሸትን ከዓ የንብበን ነይረ እታ ዓመት ክትውዳእ ከላ ብዝገርም ነገር እታ ዓመት ክውዳእ ከላ ምስ ዘከርክዎ ብቲ ዝደልዮ ዝነበርኩ ብምልኡ ኣብታ መጨረሻ ናይታ ዓመት እቲ ኣቺቭ ገይረ ወይ ከዓ ረኺበዮ ማለት እዩ ወይ ከዓ በፂሐዮ ማለት እዩ እዚ ምናልባት ቀሊል ክመስል ይኽእል እዩ ግን ቀሊል ቀሊል ኣይኮነን ምክንያቱ ዝበዝሐ ሰብ እቲ ዝደልዮ ነገር ዘይረክብ እንታይ ከም ዝደሊ ብትክክል ስለ ዘይፈልጥ እዩ ንኣብነት ንሓደ ሰብ እንታይ ኢኻ ክትከውን ትደሊ ኢልካ ተሓቶ ምናልባት ሃፍታም ክኸውን እየ ዝደሊ ክብለካ ክእል እዩ ሃብታም ክኸውን ደልየ ግን እንታይ ከም ደሊ ምፍላጥ ኣይኮነን ሃብታም ክትከውን ድሕር ትደሊ ኮንካ ብትኽክል ክንደይ ገንዘብ ክህልወካ ኢኻ ትደሊ መዓስ ኢኸ ክህልወካ ትደልዮ እንታይ ሰሪሕካ ኢኻ ከቲ ገንዘብ እቲ ክህልወካ ትደልዮ ብትኽክል ክትፈልጦ ኣለካ ኣነ ከምዚ ገይረ ሰሪሐ ከምዚ ዓይነት ስራሕ ሰሪሐ ነዞም ዝሰራሕዞም ዓማዊለይ ብክንዲ ዘዕፅፊ ኣብዚሐ ኣብ ክንዲዚ ዓመት ክንዲ ዝኣታዊ ክህልወኒ ኢልካ ክትዛረብ ትኽእል ኢኻ ንኣብነት እንታይ ክበኩም መሲልኩም ንኣብነት ሓደ ዓርክኹም ደው ኢልልኩም ወይ ከዓ ንሓደ ዓርክኹም ደው ኢልኩምሉ ነቲ ዓርክኹም ደው ኢልኩም ኦኬ እሞ በቃ ንሓን ዝመፅ ዘሎ ሰሙን ክንራኸብ ኢና ኢልኩም ድሕሪ ቴሌፎን ዓፂኹም ዝመፅ ዘሎ ሰሙን ትራኸቡ ክትራኸቡ ትኽእሉ ክትራኸቡ ኣይትኽእሉን ኢኹም ምክንያቱ ዝኾነ ቆፀር ኣይገበርኩምን ክትራ ክንራኸብ ኢና ጥራይ ኢኹም ኢልኩም ልክዕ ከምኡ ኢኻ እዚ ኣነ ሃብታም እየ ክኸውን ዝደሊ ኣነ ሕጉስ እየ ክኸውን ዝደሊ ኣነ ብዙሕ ፍልጠት ክህልወኒ እየ ዝደሊ ዝተፈላለዩ ኣብ ሂወት ሓደ ሰብ ናይ ሂወት ዕላሙ ወይ ናይ ሂወት ክበፅሑ ዝደሊ ዓወት ዝተፈላለዩ ኣብዚ ምድሪ ዘሎ ሰብ ንኩሉ ዝተፈላለየ ትርጉም ወይ ከዓ ዝተፈላለየ ሸቶ እዩ ዘለዎ ግን እንታይ ሸቶ ብዘየገድስ እሱ ይኮነ ተቐንዲ ነገር ብኸመይ ትበፅሖ እዩ ዝኾነ ሰብ ዝተፈላለየ ዓይነት ናይ ህይወት ሸቶ ወይ ከዓ ናይ ህይወት ዕላማ ክህልዎ ክእል እዩ እቲ ዕላሙ ከመይ ገይሩ ይበፅሖ እዩ ግን ቀንዲ ሕቶ ስለዚ እቲ ዕላማ እንቲ እንድሕር ክትበፅሖ ኮንካ ብትክክል እንታይ ከም ደሊ ክትፈልጥ ኣለካ ንኣብነት ንሓደ ዓርከይ ከምዛ ኣዲማ ዝሃብኩም ኣብነት ንሓደ ዓርከኻ እንድሕር ደው ኢልኩም ወይ ከዓ እንድሕር ዝኾነ ዓርክኹም ደው ኢልኩምሉ ኦ እሞ በቃ ዝመፅ ዘሎ ሰሙን ሰዓት ክንዲ እዚኣ ኣብ ከምዚ ቦታ በዚ ዕለት እዚ ንራኸብ ድሕር ተባሂልኩም ትራኸቡ ዶ ኦፍኮርስ ትራኸቡ ኢኹም ምክንያቱ ስፐሲፊክ ቆፀራ ይክደስኩም ዘለዎ ሰሉስ ሰዓት ክንዲዚ ኣብ ከምዚ ካፈ ንራኸብ ተባሂልኩም ድሕር ኣለኹ ኣብተ ሰዓት ዲያ ክትራኸቡ ኢኹም ዝኾነ ነገር ድሕር ደየጋጥዩ ማለት እዩ እዚ ካ ልካ ከምኡ እዩ ኣብ ህይወት እንታይ ኢኻ ክትበፅሖ ትደሊ እንታይ ዓይነት ህይወት ይክህልወካ ትደሊ ብሰለስተ መገዲ እንታይ ዓይነት ኣታዊ ክህልወካ ትደሊ ፋይናንሻሊ ከም ሰብ ስኻ እንታይ ዓይነት ሰብ ክትከውን ኢኻ ትደሊ ፐርሰናሊ ኣበየና ኢኻ ክትበፅሕ ትደልኻ ደስቲኔሽን ናትካ ኻ እዚ ብምሉእ ፅቡ ጌርና ክንፈልጦ ኣለና ኮፍ ኢልና ግዜ ወሲድና ቀሊል ኣይክኸውን እዩ ቀሊል ከይመስለኩም ቀሊል ኣይኮነን ንዓይ ብዙሕ ግዜ ወሲድለይ ብዙሕ ኣፅዒረኒ ብዙሕ ኣድኪምኒ ግን ፒሮን ወረቐትን ሒዝና ኮፍ ንበል። ብትኽክል እንታይ ኢና ንደሊ? ኣብ ህይወት እቲ ክንበፅሖ ንደሊ እቲ ክንረኽቦ ንደሊ ሽቶ እቲ ሕልሚ ናህና እንታይ እዩ ብትኽክል? ብትኽክል ምስ ፈለጥናዮ ነፍሲ ወከፍ ብዲቴይል ንፅሓፎ እንታይ ኢኻ ክትከውን ትደሊ እንታይ ዓይነት ትምህርቲ ኢኻ ክትመሃር ትደሊ ኣበየናይ ዩኒቨርሲቲ ኢኻ ክትመሃሮ ትደሊ ወይ ኣበየናይ ኮሌጅ ኢኻ ክትመሃር ትደሊ ክንደይ መጽሓፍ ኢኻ ከተንብብ ትደሊ? ምናልባት ኣነ ሽሕ መጽሓፍ ሚእቲ መጽሓፍ ከንብብ ደልየ ወይ ከዓ ሓሙሽተ ሚእቲ ሽሕ ዝኾነ ክብል ይኽእል እዩ ንኮም ይኮን ክኸውን ደሎ ንኣብነት ናተይ ሸቶ ንኣብነት ኣብ ሰሙን ሓንቲ መጽሓፍ ምንበበ ኣብ ሰሙን ሓንቲ መጽሓፍ ሰንበት ክትከውን ከላ እታ መጽሓፍ እቲኣ የዳለዋ ኣብ ሰሙን ከዓ ክትውዳእ ኣለዋ ከምዚ ጌርና እቲ ንደልዮ እቲ ክንበፅሖ ንደሊ ከምዚ ጌርና ሽቶታትና ንውፅኣሉ ኣታዊ ፋይናንሻሊ እንታይ ዓይነት ስራሕ ኢና ክንሰርሕ ንደሊ እዚ ንሰርሖ ዘለና ስራሕ እንድሕር ሕልምና ዘይኮይኑ ወይ ከዓ እንድሕር ዘይፈቲናዮ ራይድ ኣወይ ከነቋርፆ ዘይከድልየና ክእል ይኸውን እዩ ግን ኣትሊስት ናብቲ ሕልምና ዘብፅሓና ነገር ክንጅምር ክንክእል ኣለና ናብቲ መገዲ እቲ ክንኣቱ ክንክእል ግን ኣለና እንድሕር ከምኡ ክኸውን ኮይኑ ከዓ እዛ ቪዥን ካርድ እዚኣ ኣዝያ ወሳኒት እያ ብጣዕሚ ጠቃሚት ኣዝያ ከዓ ወሳኒት እያ ዝኾነ ሰብ እዛ ቪዥን ካርድ እዚኣ ክህልዎ ኣለዎ ገለገለ ሰባት ቪዥን ቦርድ ብልዎ ኣብ ገዝኦም ቪዥን ቦርድ ዘለዎም ኣለዉ ኣነ እውን ቪዥን ቦርድ ኣለኒ እዚኣ ግን ኣብ መገዲ ኣብ ዝንቀሳቀሰሉ ግዜ ንግሆ ኣውፅኤ ክልቲኤን እዚኤን የንብበን ምሸት ከዓ የንብበን ሓንሳ ሓሳብ ሰለስተ ግዜ ዘንብበሉ ግዜ ኣሎ እቲ ዝገርመኩም እቲ ሓይሊ ኣበይ ዘሎ መሲልኩም ንኣብነት እዛን ኣብ 221 ክበፅሓ እየ ኢለ ዝሓሰብኩ ኣውፅኤ ከንብባ ከለኹ ኣእምሮይ እንታይ ይሓተኒ መሲልኩ ኦኬ ከምዚ ክበፅሕ ኢልካ ኣለካ ሕጂ ከ እንታይ ትገብር ኣለካ ዝብል ሕቶ እዩ ዝሓተኒ ንነብሲ ብትኽክል ከምኡ ዓይነት ሕቶ ኣብ ንውሽጥኹም ክፍጠር ሽዑ ነዚ ሕቶ እዚ ንክትምልሱ ዝኾነ ነገር ክትገብሩ ክትጅምሩ እዮም ሽዑ እቲ ማጅግ ዝፍጠር ሽዑ እቲ ህይወት ክልወጥ ዝጅምር እቲ ክትደልዮ ክትበፅሖ ትደሊ ነገር ክትሃርሞ ትጅምር ሽዑ እዩ ምናልባት ቪዥን ቦርድ ንድሕር ትደልኹም ኣብ ገዛኹም ቪዥን ቦርድ ኣለኹም ብዛዕባ ቪዥን ቦርድ ሓንቲ ስቶሪ ክነገረኩም ሓደ ሰብኣይ እዩ ኣብ ገዛ ኣብ ኦፊሱ ኮፍ ኢሉ እንዳሰራሐ ከሎ ወዱ ኣብቲ ፀግዒ ኮፍ ኢሉ ባኮ ነር ኣብቲ ልዕሊ ባኮ ኮፍ ኢሉ ቆልዑት ከም ዝገብሮ ብእግሩ እንዳገበረ ነታ ባኮ ክሃርማ ጀሚሩ ኳሕ ኳሕ ኳሕ ክትብል ጀሚራ ኣብኡ እንዳሰረሐ ቁርብ ስለ ዝተረበሸ ዝወደ ግደፍ ትርብሸኒ ኣለካ ኢልዎ ኦኬ ኢልዎ ምስ ጀመረ ከዓ መሊሱ ከዓ ተቆልዕካ ከምኡ ክገብር ጀሚሩ ሕዚ ወደይ ትርብሸኒ ኣለካ እኮ የለካ ግደፍ ምስ በሎ ባባ ግን ኣብዚ ባኮ እዚ እንታይ እዩ ደሎ ኢሉ ሓቲቱ ኣ ኣብቲ ባኮ እቲ ቪዥን ቦርድ እ፣ ናተይ ናይ ቅድም ዝነበረ ቪዥን ቦርድ እዩ ኣብኡ ተቐሚጡ ዘሎ ኢልዎ ቪዥን ቦርድ እንታይ ማለት እዩ ኢሉ ምስ ሓተቶ ኣቦኡ ኦኬ ስለዚ ከርእዮ ኣለኒ ማለት እዩ ኢሉ ሓሲቡ ተሲኡ ከይዱ እታ ባኮ ከፊቱ ሓደ ብሓደ ከርእዩ ጀሚሩ ከርእዮ ምስ ጀመረ ንብዓት ካብ ኣዒንቱ ክነጥብ ጀሚሩ እቲ ዝገርመኩም እቲ ኣብቲ ቪዥን ቦርድ ዝነበረ ብምሉኡ ሕጂ እቲ ሰብኣይቲ ይነብሮ ኣሎ ኣብቲ እዋን እቲ እንዳውፀኹ ክሪኦ ከለኹ እዩ እቲ ክረኽቦ ዝደለዮ ዝነበርኩ ገዛ ብስእሊ ኣቐሚጠ ነበርኩ ኣብ ከምኡ ዓይነት ገዛ ነብር ኣለኹ እታ ዝብህጋ ዝነበርኩ መኪና ሳ ሕጂ ዝውር ኣለኹ እቲ ክሰርሖ ዝደለኹ ዓይነት ስራሕቲ ሕልመይ ሕጂ ይሰርሖ ኣለኹ እዩ ሪኢኹም ማዕረ ክንዲዚ ይዓቕሚ ደሎ ብትኽክል እንታይ ከም ዝደሊ ምፍላጥ ቀሊል ነገር ኣይኮነን ብቐሊል እውን ዝመፅእ ነገር ኣይኮነ ክትሓስብ የድልየና እዩ ምሕሳብካ ቀሊል ነገር ኣይኮነን ኮፍ ኢልካ ግዜ ምውሳድ ምስ ነብስኻ ካብ ሰባት ሪሕካ ካብ ሶሻል ሜድያ ሪሕካ ካብ ቴሌቪዥን ሪሕካ በይንኻ ኮፍ ኢልካ ምሕሳብ ወረቐትን ፒሮን ሒዝካ መፅሓፍ የድልዮ ከምኡ ክንገብር ድሕር ክኢልና እቲ ንደልዮ ብትኽክል እንታይ ምዃኑ ድሕር ፈሊጥና እቲ ትኽክል ሕቶ ድሕር ሓቲትና እሞ ከዓ ገዜ ገደብ እንድሕር ጌርናሉ ኣነ ኣብ ሂወተይ ከምዚ እየ ክገብር ዝደሊ ኣብዚ ዓመት እዚ ከምዚ ከምዚ ከምዚ ክገብር ደየ ዝደሊ ብከምዚ ዓይነት መገዲ እየ ክገብሮ ዝደሊ ኢልና እንድሕር ጌርናዮ ክንበፅሖ ዘይንኽእል ምክንያት የለን ኣትሊስት ኣትሊስት ኣትሊስት እንድሕር ካብቲ ዝመደብናዮ ሰማንያ ፐርሰንት ኣትሊስት ክንበፅሕ ኢና እሱ ከዓ ቀሊል ነገር ኣይኮነን ኩሉ ግዜ መደብ ከተውፅኡ ከለኹም እንታይ ይበሃል ካብቲ ክትገብርዎ ትኽእሉ 25 ፐርሰንት ወስኽሉ ንኣብነት እንድሕር ኣነ ኣብ ወርሒ 10 ሽሕ ዶላር እየ ከእቱ ዝደሊ እንድሕር ኢልና ንኣብነት ማለት እዩ 25 ፐርሰንት ናታ 2500 ወሲኽና 12500 ከእቱ እየ ዝደሊ ንብል ማለት እዩ ኣትሊስት ክንዱ ከለእቱ ድሕር ደይክኢልና 10 ሽሕ ከነእቱ ኢና ክንዱ ተዘይኮይኑ 8 ሽሕ ከነእቱ ንኽእል ኢና እዚ ኣዝዩ ወሳኒ እዩ። ብድሕሪ እዚ ናፖሊን ሂል በዚኣ ተጠቂሙ ኦረዲ ኩልና ከም ንፈልጦ ናፖሊን ሂል ኣብ ዓለምና ናይ ብዙሓት ሰባት ሂወት ዝቐየረ እዛ መጽሓፍ እዚኣ ጥራይ ከማ ናይ ብዙሓት ሰባት ሂወት ቀይራ ኣላ እዛ መጽሓፍ እዚኣ ከኣ ናብ መን ሰጊራ መሲልኩም ናብ ቦብ ፕሮክተር ቦብ ፕሮክተር ከዓ እዛ መጽሓፍ እዚኣ ኣብ 1961 እዛ መጽሓፍ እዚኣ ምስ ተዋህበ ልክዕ ከምኡ ኣይኣመን ኩሉን እዩ ዝብል እሱ ኣይኣመን ኩሉን ነረ ግን ኤኒወይ ክገብሮ ኣለኒ እቲ ዝሃበኒ ሰብ ግበሮ ኢሉ ስለ ዝበለኒ ክገብሮ ኣለኒ ኢለ ሓሲበ ቦብ ፕሮክተር ኣብቲ እዋን እቲ ኣታዊኡ ኣርባዕተ ሽሕ ነይሩ ወፃኢኡ ከዓ ሽዱሽተ ሽሕ ነይሩ ስለዚ ዓመት ዓመት ኣብ ዓመት ማለት እዩ ዓመት ዓመት ክልተ ሽሕ ይእወድ ነይሩ ማለት ክልተ ሽሕ ዕዳ ይኣቱ ነይሩ ማለት እዩ ከምዚ ዓይነት ህይወት እዩ ነይርዎ እዛ መፅሓፍ እዚኣ መሰንበበ ግን ቪዥን ካርድ ምስ ኣውፀ ኣብታ ቪዥን ካርድ ኣነ ኣብ ዓመት ዕስራን ሓሙሽተን ሽሕ ኣታዊ እየ ክኸውን ዝደሊ ኢሉ ኣብታ ካርድ ጽሒፏ። ንጓ ምሸት እንዳ የንብባ ነይሩ። ኣብቲ እዋን እቲ መሳርሕቲ ዝነበሩ ከይርእይዎ ብጣዕሚ ይጥንቀቕ ነይሩ። ሓደ መዓልቲ ግን እታ ወረቐት ስለ ዝረኸቧ ኦ ቦብ ሃብታም ክኸውን እዩ እንዳበሉ ኣባጭዮምሉ ማለት እዩ። ግን ብዝገርመኩም እታ ዓመት እቲኣ ክትውዳእ ከላ ሚእቲ ሰብዓን ሓሙሽተን ሽሕ ኣታዊ ገይሩ ኣብታ ዓመት እቲኣ ጥራይ ማዕረ ክንደይ ከም ዝሓገዘቶ ህይወቱ ከመይ ከም ዝቐየረቶ ረኣይዎ። ኣተሓሳስቡ እዩ ተቐይሩ። ንግሆን ምሸትን ከንብቦ ምስ ጀመረ ገለ ነገር ክገብር ኣለኒ ኣብቲ እዋን እቲ ዝሰርሖ ፍሉይ ነገር ኣይነበረን ካልእ ነገር ኣይኮነ ሰሪሑ ህንፃ እዩ ደፅር ነይሩ መጀመርያ መዓልቲ ሓንቲ ህንፃ ብ25 ዶላር ብ30 ዶላር ከፅርያ ኩንትራት ሒዝዋ ካልኣይቲ ህንፃ ወሲኹ ብስሳ እንዳበለ ብድሕሪኡ ኣብታ ዓመት እቲኣ 175 ሺሕ ኣታዊ ገይሩ ኣብ ሓሙሽተ ዓመት ሚልዮነር ኮይኑ ኣብ ኣሜሪካ ኣብ ቶሮንቶ ካናዳ ኣብ ዓዲ እንግሊዝ ከይተረፈ ብዙሕ ኩንትራት ህንፃታት ነይርዎ ማለት እዩ ኣብዚ እዋን እዚ ከዓ ቦብ ፕሮክተር ናቱ ህይወት ጥራይ ዘይኮነ ናይ ብዙሓት ሰባት ኮች እንዳገበረ ናይ ብዙሓት ሰባት ህይወት ዝልውጥ ዘሎ ኣዝዩ ካብቶም ኣብዚ ምድርና ኣለዉ ዝበሃሉ ናይ ሳክሰስ ኮች እዩ ኣነ ንባዕለይ ብጣዕሚ ስለ ዝስዕበኒ ትምህርቱ ሓደ ካብቶም ናቱ ትምህርቲ ዝከታተሉ ሓደ እውን ኣነ እየ ማለት እዩ ስለዚ ከምዚኣ ቪዥን ካርድ ንነፍሲ ወከፍና ክትህልወና ኣዝያ ኣገዳሲት እያ እቲ ንደልዮ እቲ ክንበፅሖ ንደሊ እቲ ኣብ ሂወት ክንረኽቦ ንደሊ ዓወት ኣብዚ ንፅሓፎ ንግሆን ምሸትን ከዓ ነንብቦ ሽዑ ርግፀኛ እየ ኣብ ሓፂር ግዜ ሂወትኩም ለውጢ ከምፅእ ክትርእይዎ ኢኹም ነቲ ክትበፅሕዎ ትደልዩ ናብኡ ክትበፅሑ ወይ ናብኡ ክትፅግዑ ወይ መገዲ ጀሚርኩም ናብኡ ክትከዱ ክትርእይዎ ኢኹም ወይ ከዓ ኣብ ዓመታዊ ዘውፃኹሞ ፕላን ሸቶኹም ክትሃርሙ ክትሪእዎ ኢኹም ስለ ዝተኸታተልኩም ብጣዕሚ እየ ዘመስግን ምናልባት ናብዛ ቻነል እዚኣ ሓደሽ ስድሕር ኮንኩም ሳብስክራይብ ምግባርኩም ኣይትረስዑ ሳብስክራይብ ክትገብሩ ከለኹም ካብታ ናይ ደወል ምልክት ፀቐጥዋ ምእንቲ ሓደሽቲ ቪድዮታት ከወርድ ከለኹ ክመፀኩም ላይክ ምግባርኩም ከዓ ኣይትረስዑ ምክንያቱ ላይክ እንድሕር ጌርኩም እቲ ኣልጎሪዝም እቲ ናይ ዩቲብ ፕላትፎርም ኦ እዚ ቪድዮ እዚ ብዙሓት ሰባት ይፈትዎ ኣለዉ ማለት እዩ ናብ ብዙሓት ሰባት ንክበፅሕ እዩ ዝዝርግሖ ማለት እዩ ስለዚ ላይክ ምግባርኩም ኣይትረስዑ። ኣብ ቀጻሊ የራኽበና። ሰሰናዩ። ዕውታት ሰባት ብሓንሳብ let's go
ንስኻ ብሉጽ ኢኻ ንስኺ ብልጽቲ ኢኺ ሎሚ ብልጽቲ እያ ንሕና ብሉጻት ኢና ምኽንያቱ ንሕና ብኣምሳል ፈጣሪ ዝተፈጠርና ብሉጻት ሰባት እምበር እንስሳ ኣይኮናን። ዝመጸ ተመጸ ኣይሰዓርን ዘጋጠመ ተጋጠመ ተስፋ ኣይቆርጽን ንኹሉ ስዒረ ኣብ ዓወት ክበጽሕ እየ ምኽንያቱ ፈጣሪ ኣብ ሂወተይ ክጥቀመሉ ካብ ዝኽእል ንላዕሊ ኣእምሮ ሂብኒ እዩ ስለዚ ተራ ሂወት ተለማሚደ ኣይነብርን ንዓይ ብሉጽ ሂወት ይግበኣኒ እዩ ነዚ ኸኣ ዝኽፈል መስዋእቲ ብሙሉኡ ክኸፍል ድልው እየ።